ጥሪት ንምውሓስ ኣብ ዝተፈላለየ ከባቢታት ዞባ ጋሽ ባርካ ብዝሰላሰል ዘሎ መደብ ክታበት ኣብ ንኡስ ዞባ ላዕላይ ጋሽ ልዕሊ ሰላሳን ሓደን ሽሕ ከብቲ፣ ልዕሊ ሚእትን ሽዱሽተን ሽሕ ጠለ በጊዕ፣ ልዕሊ ዕስራን ሓሙሽተን ሽሕ ኣእዱግን ሸውዓተ ሚእትን ስሳን ሽዱሽተን ኣግማልን ጸረ ውሽጣውን ግዳማውን ባልዓት ተኸቲበን። እቲ ወፍሪ ብምውህሃድ ሚኒስትሪ ሕርሻን መሻርኽቱን ኣብ ነብሲ ወከፍ ሽዱሽተ ወርሒ ዝካየድ ኮይኑ፣ ኣብቲ ንኡስ ዞባ ካብ መፋርቕ ወርሒ መስከረም ክሳዕ መወዳእታ ወርሒ ጥቅምቲ ኣብ ኩለን ምምሕዳራት ከባቢ ከምዝተኻየደ ክኢላታት ጥዕና እንስሳ ዞባ ጋሽ-ባርካ ሓቢሮም። ካብ ወነንቲ ጥሪት ኣቶ ግብረመድህን ሃይለን ኣቶ መሓመድ ሳልሕን ኣብ ዝሃብዎ ርእይቶ፣ ጥዕና ትርኢት ንምውሓስ ዝሰላሰል ዘሎ መደባት ድሕሪ ምምስጋን፣ ሳላ ዝረኽበኦ ዘለዋ ኣገልግሎት ጥዕና ጥሪቶም ኣብ ዘተኣማምን ደረጃ ከምዘለዋ ብምሕባር፣ ክታበት ረብሕኡ ዓቢ ስለዝኾነ ኣብ መጻኢ ብዝጸፈፈ ክቕጽል ዘለዎም እምነት ገሊጾም። ኣብ ንኡስ ዞባ ላዕላይ ጋሽ ተጸዋዒ ሓለዋ ጥዕና እንስሳ መንእሰይ ተስፋ መንቀርዮስ ፍቓዱ ኣብ ዝሃቦ ሓበሬታ፣ እቲ ወፍሪ ኣብ ነፍሲ ወከፍ ሽዱሽተ ኣዋርሕ ንኽካየድ ሚኒስትሪ ሕርሻ ብዕቱብ ሒዝዎ ከምዘሎ ጠቒሱ፣ ሓረስቶት ሰብ ጥሪትን ጓሶትን ጥሪቶም ኣብ ግዜኡ ንምኽታብ ንዘርእይዎ ዘለዉ ተገዳስነት ብምምስጋን ምስ ክኢላታት ሚኒስትሪ ሕርሻ ዝገብርዎ ምትሕብባር ከዕዝዙ ኣዘኻኺሩ። ብትምህርትን ሞያን ዝምልመል መንእሰይ ኣብ ሃገራዊ ልምዓታዊ መደባት ድርብ ኣበርክቶ እዩ ዘለዎ። በብግዚኡ ንመንህሰያት ብሓፈሻ ንኣባላት ሓይልታት ምክልኻል ኤርትራ ድማ ብፍላይ ዝወሃብ ዘሎ ስልጠናታት ድማ ናይዚ መቐጸልታ እዩ። ኣብ ዞባ ደቡባዊ ቀይሕ ባሕሪ ንኣስታት ሰለስተ ሚእቲ ኣባላት ሓይልታት ምክልኻል ሞያዊ ስልጠናታት ንዝወሃብ ዘሎ ስልጠና ኣመልኪቱ ወኪል ኤሪና ኣሕመድ ዳኒ መሓመድ ንዘዳለዎ ጸብጻብ ኤልሳ ተስፋማርያም ከተቕርቦ እያ።
ኣብ ዞባ ደቡባዊ ቀይሕ ባሕሪ ንኣስታት ሰለስተ ሚእቲ ኣባላት ሓይልታት ምክልኻል እዝ ምብራቕ ኣብ ምሕደራ፣ ኮምፒተርን ፋይናንስን ዘተኮረ ሙያዊ ስልጠናታት ይወሃብ ኣሎ። ኣብ እዝ ምብራቕ ሓላፊ ክፍሊ ትምህርቲ ኣቶ ዮውሃንስ ስምኦን ንኤሪና ኣብ ዝሃቦ ሓበሬታ፣ እቲ ስልጠናታት ኣካል ናይቲ ዓቕሚ ኣባላት ሓይልታት ምክልኻል ኤርትራ ንምሕያል ዝካየድ መደባት ምዃኑ ብምሕባር፣ ኣብ መጻኢ እውን ብዝሰፍሐ ክቕጽል ምዃኑ ሓቢሩ። ቀጻሊ ኣብ ስራሕ እንተለኻ ቀጻሊ ለውጢ ክህሉ ስለዘለዎ፣ ለውጢ ከኣ ብትምህርትን ዝያዳ ብስልጠናን ስለድመጽእ ዝያዳ ነቶም ኣብ ስራሕ ዘለዉ ንይስርሑን ክሕግዞም ዝኽእል ስልጠናታትን ትምህርትን እንዳሃብካ ዝያዳ ኣብቲ ድነጥፍሉ ስራሓትን ኣሃዱን ኣድማዕቲ ኮይኖም ንክኸዱ ማለት እዩ። ዝያዳ መደልደሊ ንክኾኖም፣ ዝያዳ ሓድሽ ነገራት ወሲኾም ክሰርሑን ዝያዳ ናብ ዝድለ ደረጃ ንክበፅሑን እዩ ድሕግዝ እዩ ማለት እዩ እዚ ትምህርቲ እዚ። ሰልጠንቲ ኣብ ዝሃብዎ ርኢቶ፣ ዝወሃቦም ዘሎ ትምህርቲ ንዝፀንሖም ኣፍልጦ ብምዕሟቕ ንኣድማዕነት ዘካይድዎ ንጥፈታት ዘሕይል ምዃኑ ጠቒሶም፣ ብልዑል ኣድህቦ ይከታተልዎ ከምዘለዉ ኣብሪሆም። ኣብ ሓይልታት ምክልኻል ናይ ትምህርትን ስልጠናን መደባት ብፅቡቕ ይሰላሰል ከምዘሎ ዝሓበሩ ልጃን በኺትን ዳዊት ተኽላይን፣ እዚ ድማ ኣፍልጦ ኣባላት ብምስፋሕ ኣበርክቶኦም ኣብ ምዕባይ ኣስተዋፅኦ ከምዘለዎ ብምምልካት ኣብ መዓልታዊ መደባቶም ፅፉፍን ስሉጥን ኣሰራርሓ ክህልዎምን ሓበራዊ መረዳእታውን ውህደትን ክፈጥረሎምን ዘለዎም እምነት ገሊፆም። ኣብቲ
ዝፀንሓና ሕፅረታት ኸኣ ንምምዕባል ብዝወስዶ ዘሎ ስጉምቲ ሕጂ የበርቲዕና በርቲዕና ንክንሰርሕን፣ ብጽቡቕ ኣብቲ ተወፋይነትን እቲ ናይ ኣበርክቶ በብሞያና በብዘለና ይጸፍና ነካይዶ ዘለና ኣብ ስራሕኻነ ኣድማዕቲ ኮይና ንክንወጽእን ንክንረክብን ጽፉፍ ሓበሬታ ንክነመሓላልፍን ዝሕግዝ ስልጠና እዩ ማለት እዩ። እዚ ንመሃሮ ዘለና ኣካል ናይቲ በብዓመቱ በብግዚኡ ዝካየድ ኣብ ትሕቲ ሚኒስትሪ ምክልኻል ዝግበር ናይ ምምሕዳራት ትምህርቲ ኮይኑ ብዘይካ እቲ ወተሃደራዊን ካልእ ንጥፈታት ስራሕን ኣብቲ ህይወትናዊን ሓደ ምዕሩይ ኣካይዳ ንክንከይድ እቲ ግምታዊ ስራሕ ንኸዶ ዝነበርና ከኣ ኣብ ኩልና ሓደ ዓይነት ኣካይዳ ዓጸፌታ ነቲ ዝነበረና ንኡስ ሞያ ንኽነዕቢ ሓጋዚ ይኸውን። ዝወሃብ ስልጠናታት ምስ ምዕባለን ቴክኖሎጂን ንምልላይን ንምስጓምን ሰፊሕ ዕድል ዝፈጥር'ዩ ዝበሉ መሓመድ እድሪስን ያቆብ ያሲንን ብወገኖም፣ ብልጽግቲ ሃገር ንምህናጽ ኣብ ዘካይድዎ ዕማም ዝህልዎ ተራ ልዑል ምዃኑ ኣረዲኦም።
ኣብ ዝተፈላለየ ከባቢታት ሃገርና በብእዋኑ ዝተዋለዱ ትካላት ማሕበራዊ ኣገልግሎት ኣብ መነባብሮ ዜጋታት ልዑል ኣስተዋፅኦ ይገብሩ ከም ዘለዉ ዝፍለጥ እዩ። ነበርቲ ንኡስ ዞባ ሽዕብ ተጠቀምቲ መሰረታዊ ኣገልግሎታት ክኾኑ ምብቅዖም ርግኣት መነባብሮ ከም ዝረኸቡ እዮም ዝገልፁ ዘለዉ። ንፀብፃብ ወኪል ኤሪና ኢብራሂም ዑመር ኣዲብ ዓብዱ ከቕርቦ እዩ።
ማሕበራዊ ኣገልግሎት ኣብ ርግኣት መነባብሮኦም ልዑል ኣበርክቶ ይገብሩ ከምዘለዉ ንኤሪና ኣብ ዝሃብዎ ሓበሬታ ገሊፆም። ኣቶ ማሕሙድ ዓሊ ሸሊላይን ኣቶ ዓሊ ስዒድ ውራይን ዝተዋደደ ኣገልግሎታት ጥዕና፣ ትምህርቲ፣ ማይ፣ መጓዓዝያን ካልእን ኣብ ዕለታዊ መነባብሮኦም እወታዊ ተራ ይፃወቱ ከምዘለዉ ብምብራህ ኣፍልጥኦም ኣብ ዘመናዊ ሕክምናን ትምህርትን እናበረኸ ብምምፅኡ ተጠቃምነቶም ክብ እናበለ ይመፅእ ከምዘሎ ኣረዲኦም። ወይዘሮ ዘይነብ እድሪስን ኣቶ መሓመድ ዓሊ ስዌሊሕን ብወገኖም ኣገልግሎታት ማይን ጥዕናን ኣብ ቀረበኦም ይረኽቡ ምህላዎም ደቆም ድማ ካብኦም ከይተፈልዩ ክመሃሩ በቒዕም ከምዘለዉ ብምጥቃስ ንዝበለፀ ኣገልግሎታት ካብኣቶም ዝሕተት ከማልኡ ቁሩባት ምዃኖም ኣረጋጊፆም። ምምሕዳር ከባቢ መንሽብ መሰረታዊ ማሕበራዊ ኣገልግሎታት ለዝተዋደደሉ ቁፅሪ ነበርቲ እናዛየደ ምምፅኡ ዝጠቐሰ ግዝያዊ ኣመሓዳሪ ንኡስ ዞባ ሽዕብ ኣቶ ኣብዱራሕማን መሓመድ ድራር ፀገም ማይ'ቲ ከባቢ ንምቅላል ሳላ ዝተኻየደ ፃዕሪ ቀረብ ማይ ኣብ ዘተኣማምን ደረጃ ከምዝርከብ ገሊፁ። ነበርቲ ምምሕዳር ከባቢ መንሽብ ኣብ መወዳእታ ብኸቢድ ወፃኢታት ዝተዋደዱን ዝዋደዱ ዘለዉን ማሕበራዊ ኣገልግሎታት ምዕቃብ ረዚን ሓላፍነት ከምዝስከሙ ብምግንዛብ ኩሉ መዳያዊ መደባት ልምዓት ንምዕዋት ድልዋት ምዃኖም ኣነፂሮም።
ኣብ ንኡስ ዞባ ማይ ዓይኒ ሓዳስ ናይ ካልኣይ ደረጃ ቤት ትምህርቲ ተሰሪሓ ኣገልግሎት ብምጅማራ ተምሃሮ ቀሲኖም ክመሃሩን ትምህርቶም ብግቡእ ክከታተሉን ዕድል ከም ዝተረሕወሎም ሓላፊ ጨንፈር ሚኒስትሪ ትምህርቲ ኣብቲ ንኡስ ዞባ መምህር በየነ ተስፋይ ሓቢሮም። ኣብ ንኡስ ዞባ ማይ ዓይኒ ናይ ካልኣይ ደረጃ ቤት ትምህርቲ ስለ ዘይነበረ ተምሃሮ ናይ ካልኣይ ናይ ማእከላይ ደረጃ ትምህርቶም ምስ ወድኡ ናብ ከተማታት ደቀምሓረ፣ ሰገነይቲ፣ ጸሮናን መንደፈራን ክኸዱ ይግደዱን ናይ መነባብሮ ጸገም ይፈጥረሎምን ስለ ዝነበረ ከቋርጹ ምጽንሖም ዝገለጸ መምህር በየነ ምስ ምህናጽ ናይዛ ሓዳስ ቤት ትምህርቲ እቲ ጸገም ከም ዝተቓለለ ኣብሪሁ። መምህር መሓረና ተኽለብርሃን ብጊድኡ'ውን ንተመሃሮን ወለዶምን ከጋጥም ዝጸንሐ ጸገምን ሳዕቤናቱን ብምዝካር፣ እታ ቤት ትምህርቲ ብዘይ መሳርሒ ተበጊሳ ስለ ዘላ፣ ዘድሊ ናውቲ ትምህርቲ ብዝቐልጠፈ ክማልኣላ ተላብዩ። ተመሃሮ መሓመድ ኣደምን ገነት ጉዕሽን ኣብ ዝሃብዎ ርእይቶ፣ ካብ ስድርኦም ተፈልዮም ኣብ ደቀምሓረ ንኽመሃሩ መነባብሮ ይኸብዶም ብምንባሩ፣ ትምህርቶም ብግቡእ ክከታተሉ ይፅገሙ ምንባሮም ጠቒሶም፣ ኣብ ንኡስ ዞብኦም ናይ ካልኣይ ደረጃ ቤት ትምህርቲ ብምኽፋታ ግን ፀገሞም ተፈቲሑ ቀሲኖም ክመሃሩ ከምዝበቕዑ ሓቢሮም። ኣብ ደቂ ኣንስትዮ ጥዕናውን ስነ ኣእምራውን ሳዕቤናት ዘኸትሉ ልምድታት ንምውጋድ ኣብ ዞባ ጋሽ ባርካ ዝተኻየደ ጎስጓሳት ናይ ባህሪ ለውጢ ብምፍጣር እወታዊ ውፅኢት ይርከቦ ከምዘሎ ኣባላት ኮሚተ ጎስጓስ ኣብ ንኡሳን ዞባታት ነቲ ንጥፈታት ንምግምጋም ኣብ ዘካየድዎ ኣኼባ ገሊፆም። ሓላፊት ሃማደእ ዞባ ጋሽ-ባርካ ወይዘሮ ኣለም በላይ ኣብ ዝሃበቶ መብርሂ፣ ምኽንሻብ ደቂ ኣንስትዮ ጥዕናዊ ሳዕቤን ዘለዎ ሃሳዪ ልምዲ ስለዝኾነ ሙሉእ ብሙሉእ ክሳብ ዝወገድ ቀፃሊ ፃዕሪ ከምዘድሊ ብፍላይ ድማ እቶም ምስ ህዝቢ ዝነጥፉ ኣካላት ምክትታሎምን ጎስጓሳቶምን ከሐይሉ ኣዘኻኺራ። ኣባል ኮሚተ ጎስጋስ ምውጋድ ክሽቦ ኣብ ንኡስ ዞባ ተሰነይ ኣቶ መሓመድ ዑመር ሑመድ ኣብ ዝሃቦ ርእይቶ፣ ነዚ ሃሳዪ ልምዲ ንምውጋድ ብቐጻልን ብጻዕቕን ክካየድ ብዝጸንሐ ናይ ጎስጓስ መደባት ህዝቢ ንቕሓቱ እናበረኸ ብምምጽኡ እቲ ተርእዮ እናነከየ ከምዝመጸ ብምሕባር ኣብ መጻኢ ዝበለጸ ውጽኢት ከምዝምዝገብ ጽኑዕ እምነቱ ገሊጹ። ተቐማጢት ንኡስ ዞባ ድገ ወይዘሮ ከድጃ ሸኽ ዓሊ ብወገና፣ ውጽኢት ናይቲ ብቐጻሊ ዝወሃቦም ኣስተምህሮታት ኣብዚ እዋን'ዚ ብግብሪ ይርእይዎ ከምዘለዉ ጠቒሳ፣ ህዝቢ ጥዕናውን ስነ-ኣእምራውን ሳዕቤናት ናይቲ ሃሳዪ ልምዲ ተረዲእዎ ኣብ ምውጋዱ ከምዝርከብ ብምፍራህ ብምብራህ፣ እናፈለጡ ንዝፍጽምዎ ኣብ ቅድሚ ሕጊ ቀሪቦም ኣራሚ መቕጻዕቲ ክብየነሎም ተላብያ። ነባሪ ንኡስ-ዞባ ጎኛ ኣቶ ሮመዳን ደማን ነባሪት ንኡስ-ዞባ ሎጋዓንሰባ ወይዘሮ ኣብረሀት ክብሮምን ብወገኖም፣ ህዝቢ ሃስያ ናይዚ ጎዳኢ ባህሊ ተረዲእዎ እኳ እንተሎ፣ ኣብ ባይታ ምሉእ ለውጢ ክሳብ ዝረጋገጽ ግን ቀጻሊ ጻዕርን ምክትታልን ከምዘድሊ ብምሕባር፣ ብወገኖም እቲ ጉዳይ ክሳብ ምሉእ ብምሉእ ዝውገድ ዘድሊ ጻዕሪ ከምዘካይዱ ኣረጋጊጾም። ሕብረተሰብ ብሓፈሻ ተምሃሮ ድማ ብፍላይ ኣፍልጦም ኣብ ሕጊ ክብ ብምባል ገበናትን በደላትን ኣብ ምክልኻል ተርኦምን ምትሕብባሩን ክብ ከብሉ ኣዛዚ ፖሊስ ትራፊክ ዞባ ሰሜናዊ ቀይሕ ባሕሪ ሜጀር ተኽለብርሃን ዮሃንስ ንተምሃሮ ካልኣይ ደረጃ ጊንዳዕ ኣብ ዝሃቦ ኣስተምህሮ መዘኻኸሪ ኣቕሪቦም። ኣብቲ ኣፍልጦን ንቕሓትን ተምሃሮ ብሕጊ ንምብራኽ ንልዕሊ ሸሞንተ ሚእቲ ተምሃሮ ዝሃቦ ኣስተምህሮ ሜጀር ተኽለብርሃን፣ ቀንዲ ተልእኾ ፖሊስ ኤርትራ ገበን ብንቕሓት ንምክልኻል ምዃኑ ብምምልካት፣ ተምሃሮ ንስነ-ምግባርን ክብርታትን ሕብረተሰቦም ብምጽናዕ ከባቢኦም ክከታተሉን ነብሶም ካብ ገበናትን በደላትን ክገትኡን ኣተሓሳሲቡ። ኣብ መደበር ፖሊስ ጊንዳዕ ሓላፊ መርመራ ገበን ሰርጌንት በየነ ርእሶም ብወገኑ፣ ዝበዝሐ ብፍላጥ ኮነ ብዘይፍላጥ ዝፍጸም ገበናት ይኹን በደላት ብመንእሰያት ምዃኑ ብምሕባር፣ ንምክልኻሉን ንምግትኡን ንቕሓት መንእሰያት ወሳኒ ምዃኑ ጠቒሱ፣ በብግዜኡ ንመንእሰያት ዝወሃብ ዘሎ ኣስተምህሮታት እወታዊ ውጽኢት ይርከቦ ከምዘሎ ኣረዲኡ። ሓላፊ ፖሊስ ትራፊክ ዞባ ሰሜናዊ ቀይሕ ባሕሪ ሜጀር ተኽለብርሃን ዮሃንስ ኣብ መወዳእታ፣ ሕብረተሰብ ብሓፈሻ መራሕቲ መካይን ድማ ብፍላይ ነቶም ሓደጋታት ትራፊክ ንምግታእ ዝተተኽሉ ምልክታት ከኽብርዎም ተላብዩ።